ሰላም ዝከብርኩም ተከታተልቲ ቤን ቲቪ ንሎሚ ሰሉስ ዒስራን ሸሞንተን ሕዳር ዝተዳለዉ ዕለታዊ ዜናታት ሒዘልኩም መጽየ ኣለኹ። ከም ወትሩ ክሳብ ፍጻሜ መደባትና ንክትከታተሉና እንዳዓደምኩ ብቐዳምነት ኣርእስተ ዜና ጸሓፊት ይርጋኣለም ፍስሃ ተዓዋቲት ሽልማት ባየር ጀርመን ምድንፋዕ ስነ ጥበብ 2023 ኮይና። ብሰንኪ ምቁራፅ ማይ ኣሰራሕተኛታት ክልል ትግራይ ዝተርኣየ ምትዕንቓፍ ኣገልግሎታት ከምዝበዝሐ ተገሊፁ። ኣብ ቀይዲ ኣትያ ዝነበረት ቲፋኒ ሓድሽ ሓገዝ ከምዘድልያ ተዛሪባ። የመን ዕጡቓት ሑቲ ናብ መርከብ ኣሜሪካ ሚሳኤል ወንጪፎም። ሰሜን ኮርያ ኣብ ዶባት ደቡብ ኮርያ ወታደራዊ ሓይላ ተደልድል ከምዘላን ካልእን ዝድህስስ መደባት ሒዘልኩም መጽየ ኣለኹ። ሰናይ ናይ ምክትታል ግዜ እንዳተመነኹ ኣብዛ ቻናል ድማ ናይ ወትሩ ተኸታተልቲ ንክትኮኑ ሳብስክራይብ ብምግባር ናይ ደወል ምልክት ክትጥውቁ ብኽብሪ ይዕድመኩም። ጸሓፊት ይርጋኣለም ፍስሃ ተዓዋቲት ሽልማት ባየር ጀርመን ምድንፋዕ ስነጥበብ ክልተ ሽሕን ዕስራን ሰለስተን ኮይና። ኤርትራዊት ጸሓፊት ይርጋለም ፍሳህ ብ ባይሪሽ ኩንስትሩፎርድ ፕራይስ ኣብ ምድንፋዕ ስነ-ጥበብ ብዝገበረቶ ኣበርክቶ ተዓዋቲት ሽልማት ኮይና። እዚ ሽልማት ካብ ሸን ትሽዓተ ሚእትን ስሳን ሓሙሽተን ጀሚሩ ብዘይምቁራጽ ዓመታዊ ብ ሚኒስትሪ ሳይንስን ስነ-ጥበብን ክፍለ ግዝኣት ባየር ጀርመን ክወሃብ ዝጸንሐ እዩ። ይርጋለም ፍሳህ ኣብ ዝገበረቶ ቃለ መሕትት በታ ብ ሚያዝያ ናብ ቋንቋ ጀርመን ተተርጉማ ብ ኢቺ ቢን ኣም ሌባን ዝብል ኣርእስቲ ዝተሓተመት ኣቐዲመ ኣለኹ ብዝብል ኣርእስቲ እኩባት መበቆላውያን ግጥምታት ሒዛ ብትግርኛ ተሓቲማ ዝጸንሐት መጽሓፋ ናብቲ ሽልማት ምብቅዓ ገሊጻ። እቲ ክፍሊ ኣብ ዓውድታት ስነ ጥበብ፣ ቅብኣ፣ ተንቀሳቓሲ ስእሊ፣ ሳዕስዒት፣ ሙዚቃን ስነ ጽሑፍን ዓመታዊ ብውልቂ ንዝዕወቱ ሽዱሽተ ሽሕ ኢሮ፣ ብጉጅለ ንዝዕወቱ ከኣ ዓሰርተ ሽሕ ኢሮ ገንዘቦ ሽልማትን ምስክር ወረቐትን ዝህብ ትካል እዩ። ይርጋኣለም ፍስሃ ሰኑይ ዕስራን ሸውዓተን ሕዳር ኣብ ከተማ ሙኒኽ ኣብ ዝተኻየደ ድሙቕ ስነ ስርዓት እያ ሽልማታ ተቐቢላ። ይርጋኣለም እዚ ዝተዋህባ ኣፍልጦን ሽልማትን ንመጻኢ ስርሓታ ክፈጥረላ ዝኽእል ድርኺት ኣመልኪቱ ንዝቐረበላ ሕቶ ንሽልማት ኢልካ ዋላ ኣይትስራሕ ክትሽለመሉ እንከለኻ ግን ቀሊል ነገር ኣይኮነን ንዓይ ዝያዳ ስሜት ዝፈጥረለይ እዞም ኣብዛ ዘሸለመትኒ መጽሓፍ ዘለዉ ግጥምታት ኣብ ቤት ማእሰርቲ ዝተቐጥቀጥኩሎም ስለ ዝኾኑ እዮም ኢላ። ይርጋለም ኣብ ዓደይ ዝተቐጥቀጥኩሉ፣ ዝተቐጻዕኹሉ፣ ዝተሳቐኹሉ ግጥምታት ሕጂ ኣብዚ ክሽለመሉ እንከለኹ ዝፍጠር ስምዒታት እዩ ኣብ ርእሰይ ዝመጽእ ኢላ። ኣብ ኤርትራ ንሽዱሽተ ዓመት ተኣሲራ ዝነበረት ይርጋለም ካብ ኤርትራ ናብ ስደት ምስ ኣምርሐት ዛጊት ኣለኹ ዘይበረየ ጎድነይ ኤች ቢን ኣም ሌብን ከምኡ ኸኣ ምስ ታንያ ኪንከል ዝተባለት ጸሓፊት ብምዃን ፍሪሂቲ ኢን ብሬፌን ዘርእስተን መጻሕፍቲ ንማሕተም ኣብቂዓ ኣላ። ይርጋኣለም ዛጊት ንዘፍረየቶ ስርሓት ኣመልኪታ መጻሕፍቲ ንኸሕትም ብናተይ ውልቃዊ ጻዕሪ ዝፈጠረ ጥራይ ኣይኮነን፣ ከም ፔን ጀርመን ዝኣመሰሉ ዓቢ ዕድላት ፈጢሮምለይ'ዮም፣ ምኽንያቱ ክልቲኤን እተን ናይ ጀርመን መጻሕፍተይ፣ ፔን ጀርመን ብዘዳለወለይ ዕድል'የ ከዳልወን ክኢለ ትብል። ኣተሓሒዛ ኣነ ተገዲደ'የ ካብ ዓደይ ተሰዲደ፣ ንስደተይ ትርጉም ከውጽኣሉ እንተኾይነ ከኣ ተሰዲደ ክጽሕፍ ኣለኒ፣ ተሰዲደ ክጽሕፍ እንተዘይክኢለ ሙጸይ ትርጉም የብሉን፣ ኣብ ዓደይ ኮፍ ምባል ምሓሸኒ፣ ክጽሕፍ ድሌተይ ክብል እቲ ኣብ ዓደይ ክብሎ ዘይከኣልኩ ክገብርን ክብል ኢለ ከምዝተሰደድኩ'የ ንነብሰይ ዝሓስብ ትብል። እዚ ንሳ ዝተሸለመቶ ሽልማት ነቲ ካብ ክልተ ሽሕን ሓደን ጀሚሩ ሃለዋቱ ዘይፍለጥ ተኣሲሩ ዘሎ ኣዳላዊ ጋዜጣ ብሕቲ ዝነብር ኣማኑኤል ኣስራት ከተበርክቶ ባህ ከም ዝብላ ትሕብር። ኣነ ነዚ ሽልማት ብናተይ ምጽሓፍ ክእለት ጥራይ እየ በቒዐዮ ኢለ ኣይኮንኩን ዝሓስብ። እንኮላይ ዛንታይ'ዩ ነዚ ሽልማት ኣብቂዑኒ። ምኽንያቱ ገለ ኣብቲ መጽሓፍካ ኣብ ዘለዉ ግጥምታት ምኽንያት መቕጽዒየይን ምኽንያት ስቓየይን እዮም፣ ገሊኦም ከኣ ውጽኢት ናይ ውጽዓን እዮም ትብል። ኣማኑኤል ኣስራት ከኣ ንሞይኡ ብዘለዎ ተወፋይነት ዕድመ ናይ ሓደ በጺሒ ዕድመ ናይ ሓደ ወለዶ ሃለዋቱ ተሰዊሩ ሓደ ካብቶም ዋጋ ዝኸፍሉ ዘለዉ እዩ፣ ንዓይ ከኣ ኣብ ግዜ ንእስነተይ ምጽሓፍ ኣብ ዝፍትነሉ ዝነበርኩ ብናቱ ምትብባዕ ናቱ ጋዜጣ ዝለዓለ ዕድላት እያ ትፈጥረለይ ነይራ። ከም ገጣሚ ከኣ ኣዝዩ ዝጸልወኒ ሰብ'ዩ። ስለዚ እዚ ሽልማት ክቕበል እንከለኹ ንሱ'ዩ ቀዲሙ ኣብ ርእሰይ ዝመጽእ ትብል። ፔን ኤርትራ ኣብ ዝህቦ ዓመታዊ ሽልማት ኣብ ክልተ ሽሕን ዓሰርተ ትሽዓተን ቦኽሪ ተዓዋቲት ዝኾነት ይርጋኣለም ፍስሃ ተሸላሚት ናጻን ተባዕን ጋዜጠኛ ሽልማት MMY ክልተ ሽሕን ዕስራን ክልተን ኣብ ክልተ ሽሕን ዓሰርተ ትሽዓተን ሓንቲ ካብ ሓሙሽተ ለወጥቲ ደቂ ኣንስትዮ ጸሓፍቲ ተባሂላ ብፐን ኢንተርናሽናል ዝተሰምየት ከምኡ ከኣ ተዓዋቲት ጆርጅ ኤሌዘር ፕራይዝ ክልተ ሽሕን ዕስራን ሰለስተን እውን እያ። ብሰንኪ ምቁራፅ መሃያ ሰራሕተኛታት ክልል ትግራይ ዝተራእየ ምትዕንቓፍ ኣገልግሎት ከምዝበዝሐ ተገሊፁ።

ክትትል ከም ዝገብር ኣመልኪተን። ዓውዲ ጥዕና ካብቲ ኣካል መጽናዕቲ እቲ ኮሚሽን ኮይኑ ድሕሪ ስምምዕ ፕሪቶርያ ተዛማዲ ምምሕያሽን ዳግም ህንጸትን እንኳ እንተተራእየ ብሕልፊ ንግዳያት ጾታዊ ዓመጽ ኣብ ዝግበር ሓገዝ ግን እኹል ከም ዘይኮነ እቲ ጸብጻብ ይሕብር። ድሕሪ ስምምዕ ምቁራጽ ጸጻዎ ፕሪቶርያ ናይ ዓሰርተ ሸሞንተ ኣዋርሕ መሃይኦም ክኽፈሎም ትጽቢት ዝገብሩ ሰራሕተኛታት ከምቲ ዝሓስብዎ ስለ ዘይኾነ ንልቓሕ ካልእ ምትንኻፍ ሞራልን ከም ዘምርሑን እቲ ኮምሽን ኣብ ፀብፃቡ ሓቢሩ። ነዚ ዘሉ ሃጓፋት ንምእራም ፌዴራልን መንግስትን ግዝያዊ ምምሕዳር ክልል ትግራይን ፍታሕ ከናድዩ ድማ እተን ዳይረክተር ፀዊዐን። ኣብ ቀይዲ ኣትያ ዝነበረት ቲፋኒ ሓድሽ ሓገዝ ከም ዘድልያ ተዛሪባ። መስተ ሰትያ መንኪና ብምዝዋር ተጠርጢራ ኣብ ቀይዲ ኣትያ ዝነበረት ፍልጥቲ ኤርትራዊት ኣሜሪካዊት ተዋሳኢት ቲፋኒ ሓድሽ ገለ ሓገዝ ክትረክብ ከምትደሊ ተዛሪባ። እታ ተዋሳኢትን ተዋዛይትን ኣብ ዝሓለፈ ዓርቢ ሞተር መንኪናን ከይጠፈኣ እንከሎ ኣብ ውሽጢ መንኪና ወዲቓ ምስ ዝተረኸበት'ዩ ፖሊስ ሂልስ ካሊፎርንያ ኣሲርዋ ነይሩ። ጓል ኣርብዓን ሰለስተን ዓመት ቲፋኒ ንማዕከን ሓበሬታ ኢንተርተይመንት ቱናይት ኣብ ዝሃበቶ ቃል፣ እዚ ዳግማይ ኣይከጋጥምን እዩ ክትብል ቃላት እያ ነይራ። ሚዛንን ደረትን ንኽመሃር ገለ ሓገዝ ክረክብ እየ። ኢንተርተይመንት ቱናይት ከም ዝሓበሮ፣ ቲፋኒ ኣብ ውሽጢ መንኪና ደቂሳ ኣብ ዝነበረትሉ እዋን እታ ሒዛታ ዝነበረት ቴስላ ደው ኢላ ከም ዝነበረት ግን ከኣ ንገለ ክፋል ናይቲ ጎደና ዓጽያቶ እያ ተርኺባ። እታ ተዋሳኢት ቅድሚ ሕጂ'ውን ኣብ ክልተ ሽሕን ዕስራን ክልተን ኣብ ጆርጂያ ከተማ ፔችሪ ሲቲ መስተ ሰትያ መንኪና ብምዝዋር ተኸሲሳ ተኣሲራ ምንባራ ይዝከር። ብተመሳሳሊ ኣብ ወርሒ መስከረም ክልተ ሽሕን ዕስራን ክልተን ቲፋኒ ሓድሽ ድሕሪ ዝቐረበላ ዘይዕዉት ክሲ ጾታዊ ዓመጽ ስርሓ ከም ዝሰኣነት ተዛሪባ ክብላ ማዕከናት ዜና ኣሜሪካ ጸብጺበን ነይረን። እቲ ኣብ ልዕሊኣ ተመስሪቱ ዝነበረ ምስ ጾታዊ ዓመጽ ዝተኣሳሰር ክሲ እኳ እንተተሰረዘ፣ ኣብ ስርሓ ከቢድ ጽልዋ ከም ዘስዓበላ ቲፋኒ ተዛሪባ ነይራ። እቲ ኣብ ቤት ፍርዲ ሎስ ኣንጀለስ ተመስሪቱ ዝነበረ ክሲ፣ ቲፋኒ ምስ ተዋሳኣይ ኣርየስ ስፕሪስ ብምዃን ንኽልተ ትሕቲ ዕድመ ቈልዑ፣ ኣብ ቅድሚ ካሜራ ጾታዊ ተግባራት ዘመላኽት ነገራት ክገብሩ ኣገዲዳ ዝብል ክሲ'ዩ ቀሪቡላ ነይሩ። የመን ዕጡቓት ሑቲ ናብ መርከብ ኣሜሪካ ሚሳይል ወንጪፎም። ነዚ ዝሰፍሐ ክፋል የመን ተቖጻጺሩ ዝርከብ ዕጡቓት ሑቲ ኣብ ውሽመጥ ዓደን ትንቀሳቐስ ናብ ዝነበረት ወታደራዊት መርከብ ኣሜሪካ ክልተ ባሊስቲክ ሚሳይል ከምዝወንጨፉ ተሓቢሩ። ማእከላይ እዝ ኣሜሪካ ትማል ሶኑይ ንጉሆ ኣብ ዘርግሖ ሓበሬታ፣ እቲ ዝሓለፈ ሰንበት USS Mission ንዝተሰመየት መርከብ ውግእ ንምውቃዕ ዝተወንጨፈ ሚሳይላት ዒላምኡ ከይሃረመ ኣብ ማያት ቀይሕ ባሕሪ ከምዝወደቐ ገሊጹ። ክልቲኡ ሚሳይላት ካብታ መርከብ ኣስታት ዓሰርተ ሸሞንተ ኪሎሜተር ርሒቑ ስለዝወደቐ ኣብ ልዕሊ እታ መርከብ ይኹን ኣባላታ ዘውረዶ ዝኾነ ጉድኣት ከም ዘየለ እቲ ወታደራዊ እዚ ወሲኹ ኣመልኪቱ። እዚ ናብ ወታደራዊት መርከብ ኣሜሪካ ካብቶም ብኢራን ዝድገፉ ዕጡቓት ሑቲ ሚሳይላት ምትኳሱ ዝተገልጸ ኣብ ማያት የመን በቶም ዕጡቓት ጅሆት ተታሒዛ ዝቐነየት ሓንቲ ናይ ጽዕነት መርከብ ብዝተኻየደ ስርሒት ድሕሪ ምንጋፉ ድሕሪ ሒደት ደቓይቕ እዩ። ኣብቲ ስርሒት ሓሙሽተ ካብቶም ነታ መርከብ ዝጨወዩ የመናውያን ዕጡቓት እውን ከም እተማረኹ እዩ እቲ ማእከል እዚ ኣሜሪካ ዝገልጽ። እንተኾነ ብዛዕባ ኩነታት ናይቶም ምስታ መርከብ ዝነበሩ ዕስራን ክልተን ሰራሕተኛታት ዝሃቦ ዝኾነ ሓበሬታ የልቦን። እታ ብእስራኤላውያን ስድራቤት ከም እትውነን ዝንገረላ መርከብ ዝሓለፈ ዓሰርተ ትሽዓተ ሕዳር ፎስፎረሳዊ ኣቺድ ጽዒና በቲ መስመር እናተጓዕዘት እንከላ በቶም ዕጡቓት ተጨውያ ናብ ደንደስ ባሕሪ የመን ከም እተወሰደት እዩ ክግለጽ ቀንዩ። ንሰንዓ ርእሰ ከተማ የመን ተቛጺሮም ዝርከቡ ዕጡቓት ሑቲ ካብዚ ዝሓለፈ ቀረባ መዓልታት ጀሚሮም እውን ናብ እስራኤል ዝቐንዐ ተደጋጋሚ መጥቃዕቲ ሚሳኤላትን ድሮናትን ከካይዱ ከም ዝጸንሑ ጸብጻባት የመልክቱ። ሰሜን ኮርያ ኣብ ዶባት ደቡብ ኮርያ ወታደራዊ ሓይላ ተደልድል። ሰሜን ኮርያ ኣብቲ ምስ ደቡብ ኮርያ ዘዳዋ ከባቢታት ወታደራዊ ሓይላ ተደልድል ከም ዘላ ተገሊጹ። እታ ሃገር ካብ ኣሜሪካን መሻርኽታን ከይመጽኣ ንዝኽእል ወራር ንምብዳህ ነቲ ስጉምቲ ክትወስዶ ከም እተገደደት እያ እተነጽር። ብመሰረት ምንጭታት ደቡብ ኮርያ፣ ሰራዊት ሰሜን ኮርያ ኣቐዲሙ ኣብ ዶባት ዝሃነጾ መሐለዊ ነቑጣ ገዲፍዎ ከም ዝነበረ፣ ሕጂ ግና ዳግማይ ናብቲ ዝነበሮ ተመሊሱ ጽኑዕ ጸጥታዊ ሓለዋ ይገብር ምህላዉ'ዩ ዝፍለጥ። ሰሜን ኮርያ ብዘይካዚ ዝሓለፈ ሰሙን ዕዉት ናይ ሳተላይት ምውንጫፍ መደብ ከም ዝፈጸመት ብምዝኻር፣ ኣብ ዝቕጽል እውን ተመሳሳልቲ ተልእኾታት ሳተላይት ንምፍጻም ከም እትደፍኣሉ ኣፍሊጣ ኣላ። ሚኒስተር ጉዳያት ወጻኢ ሰሜን ኮርያ ኣብ ዝዘርግሖ መግለጺ፣ እታ ሃገር ዝሓለፈ ሰሙን ኣብ ምእካብ ስለያዊ ሓበሬታታት እትዋፈር ሳተላይት ብዓወት ከም ዝወንጨፈት፣ እዚ ድማ ንንጥፈታት ኣሜሪካን መሓዙታን ንምቁጽጻር ዝዓለመ ምዃኑ ሓቢሩ ነይሩ። ሰሜን ኮርያ ኣብ ዝሓለፈ ቅንያት ነቲ ኣቐዲማ ምስ ደቡብ ኮርያ ዝገበረቶ ስምምዕ ከም ዝሰረዘቶ ብወግዒ ድሕሪ ምግላጻ፣ ኣብቲ ካብ ሰራዊት ናጻ ዝነብሩ ዶባት ሰራዊት ከተሰፍርን ከበድቲ ኣጽዋር ክትተክልን ጀሚራ ከም ዘላ ምንጭታት ዜና ደቡብ ኮርያ ይገልጹ። ኣብቲ ምስ ደቡብ ኮርያ ዝደወባ ከባቢታት ኣስታት ሚእትን ሱሳን ናይ ሓለዋ ነቑጣታት ከም ዝነበራን ብመሰረት ኣብ ክልተ ሽሕን ዓሰርተ ሸሞንተን ኣብ መንጎ ክልቲኤን ሃገራት ዝተገብረ ስምምዓት ንሓያሎ ካብኡ ኣዕንያቶ ምጽንሓን ይጥቀስ። ኣሜሪካ ብዛዕባ እቲ ሰሜን ኮርያ ትወስዶ ዘላ ስጉምቲ ንምዝራብ ዘይምዱብ ኣኼባ ባይቶ ጸጥታ ሕቡራት ሃገራት ጸዊዓ ምህላዋ ይግለጽ። ዝኸበርኩም ተኸታተልቲ ቤን ቲቪ ንሎሚ ዝበልናዮ መሰናድኦና ኣብዚ ወዲእና ኣለና። ምሳና ስለ ዝጸናሕኩም ብልቢ ነመስግን። በብዘለኹሞ ሰላም።